ሓቀኛ ዛንታ ፍቕሪ ልበይ ዶ ምስለይ ዓሰርተ ክልተ ክፋል መዘከርታ ዝኣክል ግን ካብ ዝሓለፈ ማርታን ፌበንን ብዛዕባ ስራፌኤልን ሲራክን ከም ዝተዘራረበን ኣብ ልዕሊኦም ዘለወን ተገዳስነት ከም ዘዕለላን ብዓይኒ ፍቕሪ ዝጥመቱ ሰባት ምዃኖምን ካብ ንሕድሕዶም ዘይበላለፅ ልቦና ከም ዘለዎምን ሲራክ ከንፀርፅር ምስ ሰምዑ ሱራፊኤል ከም ዝተዛረቡን እንተ ዘይትፈልጣ ከመይ ኢልካ ቴሌፎንካ ትህባ ኣነ ንዘይፈልጦ ቴሌፎን እያ ይህብን እየ ካብ ዝገርመልካ ሕጂ ከማን ዘይትሰርሕ ቴሌፎን እየ ሂበየን ምስ በሎ ሲራክ ከም ዝተበረመን ከም ዝሓረቐን ፌበን ዘይተጸበየቶ ካብ ሱራፊኤል ስእሊ ከም ዝመጻን ርኢና ነርና እምበኣርከስ ክፈል 12 ነዚ ዝስዕብ መሰል ብዚ ኣጋጣሚ ነዚ ቻናል ሓደሽቲ እንድሕር ኮንኩም ግን ሳብስክራይብ ብምግባር ቤተሰብ ክትኮኑ ብትሕትና ክሕብር ፈቲ ሃናፂ ርእይቶኹም እውን ኣብ ቦታ ኮመንቲ ከፅበ እየ ሌትስ ጎ ናብ ዛንታና ክላእ ኣነ ድማ ናቱ ፎቶ መሲሉኒ ጥቕሲ እንታይ ይሓብሰለይ ፍቕሪ ሕቶ እንተዝኸውን መልሱ ንስኺ ኢኺ እንታይ ማለት ኢኻ እንታይ ክብል ደለዩ መን እዩ ሕቶ መን እዩ መልሲ ሃለውለውዩ ፌበን ቅጭ መጣ ኣነሲ እዚ ሱራፊኤል ኣብ ማሰንጀር ሃለው ዝብል ዘሎ ዝፈልጠና ክኸውን ኣለዎ ግን ፌቤ ድምፁ መዚ ናይ ዓንደ ወይ ይመሳሰል ዶ ስምዕዮ እሞ ፌቤ ማርታ ኣብ ልዕሊ እቲ ኣብ ፊታ ከፍ ኢሉ ጉርጅም ክብል ዘምሰየ ሱራፊኤል ድምፁ እናወዳደረት ገዛ እሞ ንእቱር ማርታዬ ኣቦኣን ኣዲኣን ከፍለጣ ኢና እዛ ጉዳይ ሎሚ ንሶም ዘይኮኑ ዘታልሉና ንሕና ኢና ክነታልሎም ልቢ ጎበዝ ኣብ ደረቱ ክበሃልሲ ሓቂ እዩ ኣልባቦም ከጥፍኣሎም እየ ፌበን ዝሓንሓነ ትመስል ከይትፅለል እንቦ መሓዛይ ምን ምንም ይሽክሩ እማርታያ ተሓተ ዝነበረ ኩሎም ግናያት ልቦም ዘይረከብ ኣነሲ እንዳ ስለያ ዝሰርሑ ደኣ ከይኮኑ ንስኺ ንዓይ ክትረግፅኒ እግረይ ንሶም ብዓይኖም ከዛረቡ ኣበይ ርኢኸዮም ብፍላይ ሲራክ እንደይ ፅባሕ ንግሆ ኣብቲ ሓደርና ብቁፅርታት እዩ መስለኒ ከረድኣኒ ፌበን ናይ ልባ ሞላቃ ማርታ ብስሓቅ ክሳብ ትንበዕ ክርትም በለት እዋ እንታይ ደኣ ትስሕቂ ፌበን ተገሪማ ጠመተቶ። እወ ዘረባ ክጓለ ያስሒቕኒ ኣብ ሓዳርና ምስ በልኪ የስሒቐ ኣበይ ኣለኻ ዘይበልዎስ ኣብዚ ኣለኹ ይብል ትብል ነይራ ዓቦይ መን ምስ ተመርዓወኪ ኢኻ ክንደዚ ፕሮግራም ተውፅኢ ዘለኺ ማርታ ሓሳባት ፌበን ከይገረሞ ኣይተረፈን ኣበይ ደኣ ኣለኺ ይብለኒ ኣሎ ሱራፌል ፌበን ንማርታ እናጠመተ ሓቂ ነገር እዮ ኣበይ ከም ዘለኺ ምክንያቱ ግልፅነት ክህልወና ኣለዎ። ማርታ ሓሳባ ተነገረታ። ኣንቲ እዚኦም ልቦም ኣይትረከብን እያ ልቦም ደም ምጭንጓዕ ኣይኮነን ስርሓ ተንኮልን ክፍኣትን እምበር ፌበን ሕርቕ በለት ሓፍተይ እንታይ ዝሕርቕ ኣለኪ ሎሚ መመዘኒ ወሲድና ኣለና ንሶም እውን ብዓቕሞም መዚኖምና ኣለዉ ኣብ ፍቕሪ ድማ ምምዝዛን ግድን ክህል ኣለዎ ከምዘን ቀልጢፈን ብፍቕሪ ደርባዕባ ዝብላ ይንኹን ይኣኽለና ቅድሚ ሕጂ ዝነባሕናዮ ኬቢ ሕጂ እሞ ገዛ ንእሾ ከፍ ኢልና ሎሚ ኣብ ናረገብ እዩ ቡናናን ዕምበባናን ጌርና ቤትና ዝሃበና ቴሌፎንና ክንዕልል በተን ዝሃቡና ቴሌፎን ክንዕልሎም ኢና ከመይ ይመስለኪ ቤቤ መን ይፈልጥ ህያባትና ኾኑ ኣቲ እዚ ዕድሜና መርቀፍ ይብል ኣሎ። ማርታ እናሰሓቀት ቁም ነገር ደርበየ ስላ እንደሎ ሎምሲ ኣብ ዓራ ዘደይ ብምበር ፍቅሪ ዘቐልብ ኣይረኣናን በለተን ፌበን። እዚኦም ድማ ንኸትኣምኖም ዝጥቀምሉ ኣእማንቲ ቃላት እዮም። ኣይ ላቭ ዩ ኣይ ሚስ ዩ ክብሉ ከለዉ ኣቲ ከመይ ድና ንኣምኖ ፍቕሮም ካብ ልቢ ኣይኮነን ካብ ልሳኖም እዩ። ኣንቲ እዚኦም ደፋራት እዮም በጃኺ። ፌበን ንመጀመርያ ግዜ ናይ ውሽጣ ዝተሰምዓ ተዛረበት። ፌብየ ኩሎም እኮ ሓደ ኣይኮኑን ኣለዉ እኮ ብኣጻብዕ ዝቆጸሩ ለባማት፣ ንፉዓት፣ ፈቃራት፣ ሓላያት ነዚኦም እባ ኣይንለክሞ መን ይፈልጥ ካብዚኦም ይኾኑልና ይኾኑ። ድሓር ድማ ዝተበደለት ልቢ ግድን እያ ደበስ ክትረክብ ውድእ ውድእ ኣይተብልዮ መሓዛይ ሽኮርያን ደምን ደም በዝሕን ከይመሓዘዋኺ ድሓር ድማ ምሽቲ ማለት ማሊ ንዓይ ተፅናዕንዕኒ ነርኪ ሎሚ ደኣ ንምንታይ ኢድኪ ትህቢ ኣጆኺ ማርታ ኢዶ ትብልኒ ይነበርክን ንምንታይ ደኣ ሕጂ ክንዲዚ ተሓርቅን ተስተማስልን ግደፍዮ ኣብ ልብኺ ኣይተእትውዮ። ዝሓለፈ ውሕጅ ውሰዶ ሓሊፉ እዩ። ሕጂ ካብ ጌጋና ንመሃረሉ ካብ ጌጋና ንሓልፈሉ ግዜ ንሓፍረሉ ግዜ ኣይኮነን። ፌቡ ሓብተይ ማርታ ንፌበን ክትስዕራ ክትሰዓር ከም ዘይብላ ነገረታ። ሓቂ ኸይኸ እንታይ እየ ነይረ ዘኪረዮ ሕማም ዝኾነ ግዜ ፌበን ንውሽጣ ከተህድእ እናፈተነት ጸገምካ ንኻማኻ ዝመሰለ ትብለዎ ሰብ እንተነገርካዮ ብልቢ እየ ዝብለኪ ፌብየ ፍኹስ እዩ ዝብለካ ማርታ ውሽጣ ድሕርን ቅዱምን እናወዳደረች ኣይሰማዕክዮን ዲኺ ነብስሄር ድምፃዊ ኣብርሃም ኣፈወርቂ ዝበለው እንተ መቒልካዮ ንፍቕሪ ይኾነልካ ዓፅፊ እንተ መቒልካዮ ንስቓይ ይኾነልካ ፍርቂ ኢሎምኒ ክብልሲ ሓቂ እዩ በለት ፌባን ያ ናይ ብሓቂ ንበይንኻ ጌርካ እንተኸድካ ከቢድ እዩ ነቲ ንዓይ ይመስል እዩ ትብሎ መሓዛኻ ወይ ድማ መሓዛኺ ምስ ተካፍልዮ ፍኹስ እዩ ዝብለካ ብሓቂ ኤፌቢ ሕስብ ተቢልካዮ ቀሊል ይመስል ኣብ ውሽጥኻ ምስ ተደጎለ ሽዑ ብጭንቀት እዩ ጭንቀት እዩ ዝነብራልካ እሞ ኣሚንክዮ ልብኺ ሂብክዮ ክጠልመካ ከሎ ኣቲ ከመይ ዲኻ ሕርር ትብል እሽዑ ነብስኻ ከተጥፍእ ጥራይ ኢኻ ትጎይ ናይ ሰላሳ ደቂቃ ብመኪና ጉዕዞ ዘፍ ኣቢልናዮ እምበር ማርታ ነቲ ብባስ ዝመፀኦ መንገዲ ብእግረን ምስ ከደኦ ከይገረመን ኣይተረፈን ከይንሓልፍ ፈሪሐ እምበር ምብፃሕሲ ክንበፅሕ ኢና ማርታ እዩ ፌበን ብዘይ ልባ ትኸይድ ከም ዘላ እናነገረት እዋ እዚ ወዲ እምበር ራሕሊሙኒ ፌቨን ማሰንጀራ መልእኽቲ ከም ዝመጽኣ እናሓበረት መን እዩ ሕጃ ማርታ ጨነቕ እናበላ እቲ ሱራፌል ዝበሃል እምበር ከመይ ካብ ስሩ ይበንቆስ ፌቨን ተኸኽ በለት እንታይ እዩ ዝብለኪ ዘሎ ማርታ ኣብ ክንዳኣ ተጨነቐች ናይ መወዳእታ ዝሰዓምክዎ ወዲ ንስኻ ኢኻ እንተይልክኒ ናይቲ ቀዳማይ ዝነበረ ኣየገድሰንን እዩ ፌበን ኣንበበ ህላ ዋ ኣቲ ክንደይ ትጥዕም እያ እዛ ጥቕሲ እዚኣስ ንዓይ ክትከውን ነይርዋ በለት ማርታ ውሽጣ ሓጎስነት ተሰምዓ እንታይ ምበልክዮ ፌበን ሽምጣ ሒዛ ሓተተታ እወ ሱራፊኤለይ ናይ መወዳእታይ ንስኻ ኢኻ መበልክዎ ማርታ እናስሓቐት ቅድሚኦ ይነበረ እንድዩ ዝሰዓመኪ ፌበን ዘይተረዳእኪ ከውን ኢላ ኣነጸረህላ ነይሩባ ግን ንኹሉ ረስዕዮ ክድብሰኪ እየ ዝሞተ ፍቕርኺ ከተንስኦ እየ ዝተበደለት ልብኺ ክድብሳ እየ ተስፋ ዝቆረጸት ህይወት ክምልሰልኪ እየ እዩ እኮ ዝብል ዘሎ ማርታ ኣብራሄትላ ናብ ፍላስፋ ዶ ትቕየር ኣለኻ ሓቂ በቃስ ኢለ እንተዘማሓክኾሲ ተሰኒንኪ ሓቂ በቃ ስቕ ኢለ እንተዘማሓክኾሲ ተሰኒንኩ ዶ ሓቂ ቃላቶምን ግብሮምን ነንበይኑ እዩ ክሳብ ኣብ ግብሪ ዘይረኣናዩ ኣነስ ኣይኣምንን እየ ክሳብ ኣብ ግብሪ ዘይረኣዩና ኣነስ ኣይኣምኖምን እየ ፌበን መርገፂኣ ኣነፀረት ተመስገን እቲ ኣቲና ሰላ እዞም ምጭዋት ኣሕዋትና ከመንቀፍ እኳ ውዒሎም ይኾን በለት ማርታ ገዛ ምስ በፅሐት ድኻም እናተሰማዓ ከመይ ገይራ ስመይን ቁፅሪ ቴሌፎንን ክትረክብ ክኢላ መን ክህባ ክኢሉ ንዝኾነት ጓል ድማ ቴሌፎን ኣይሃብኩን ስማ ድማ ኣይነገረትንን ስቕ ኢልካ ዶ ንሰብ መንነትካ ከይነገርካ ውሑድን ብዙሕን ትዛረብ ኢኻ ክድውለላ ዶ ወይስ ስቕ ክበል ኣንቱም ሰባት ሰብ እምበር መትሓዚ ተሳኢንዎ እንታይ እዩ ትፀገም ኣነ ክርስቶ ይበሃል ኣብ ከምዚና ንፋለጥ ከምዚ ክትሕግዘኒ ደለ ፍቃደኛ ዲኻ ወይ ዲኺ ምባል ነውሪ ኣለዎ ድዩ ንምንታይ ኢና ግን ግሉፅነት ዘይህልወና ንምንታይ ኢና ዘይነብስና ንመስል? እንታይ ይኸስብ? ኣብ ልዕሊ ሰብ እምነት ኣጉዲሉ እንታይ ዓሰቢ ይረክብ? ፈቃር ልቢ ጎዲኡ ምስሉይነት ንግልፅነት ዝትክእ ዘመን እምበር በፂሕና። ሲራክ ነታ መንነታ ከይነገረስ ዝደወለት ሄዋን ቁፅራ እናረኣየ ኣብ ሓሳባት ኣተወ። ሲራክኤል ንማርታ ክሳብ ክንዲ ምንታይ ከም ዘፍቅራ ከመይ ኢሉ ከም ዝነግራ ጨነቆ። ብፍላይ ኣብ ፊታ ከፍ ኢሉ ምስ ኣምሰየ ናይ በይኑ ኣጋጣሚ ክትከውን ነይርዋ በለ ብልቡ ሕጂ እቲ ብማሰንጀር ዘዕልላ ዝነበርኩ ኣነ እየ እንተይለያ ክትስንብድን ክትፅለልን እያ ካልኣይ ግዜ ክትምለሰኒ እውን ዘይከኣል ክኸውን ይኽእል እዩ እቲ እትወስዶ ውሳነ ከምዛ ዘለኹዋ ምቕፃል ተሓይሽ ኣብ መወዳእታ ይነግራ ሽዑ እንተደልያ ትውስን በለ ሱራፊኤል ኣብ ፕሮፋይላ ኣትዩ እናተዓዘበ ሱራፌል ነታ ብውሽጥን ብደገን ዝፈልጣ ማርታ ከኻስራ ድሌታይ ድሌቱ ኣይኮነን እሞ እቲ ሓቂ ክነግራ ኣለኒ ብዘረባ ሰብ እንተሰሚዓቶ ግን ሱራፊኤል ቀንዲ ጸላኢ እዩ ማለት እዩ ክጽሕፈላ ዶ ጽባሕ ንግሆ ተስፋ ምስ ቆረጸትከ ምእማና ክኸፍኣኒ እዩ ሲራክ ኢዱ ከም ዘየንብረላ ነጊርኒ እዩ ባዕላ ትፈልጥ ንባዕላ ምን እምንቲ ገይርዋ እዩ ደሓር ድማ ምን ኣሎ ብፌስቡክ ኣብ ቁም ነገር ዝበፅሕ ዘይመቃጠብን መራሰንን ኮይኑ ዘሎ ኣነ ድማ ከም ሰበይ ፍቕሪ እንተሒዝዋ ይሓዛ ከምታ ዝኣተወታ ባዕላ ትወፃ ሱራፌል ዘይንሱ መሲሉ ምቕራቡ ዘኳዮ መሰለ ድሮ ማርታን ፌበን ገዛ ካብ ዝኣተው ገለ ደቓያ ገይረን ነበራ መሓዛይ ተሓፀበ ንስኺ ኣነ ድማ ቡና ክቐራርብ በለት ማርታ ሕራይ ማርታይ ርእሰይ ከመን ይሕመንል ብኻ ብቐደሙ ኣብ ክብርቲ ቤትና ከፍ ኢልና ብምባል ፌበን ንሻወር ኣተወን ሲራክ ከምቲ ዘየደቀስ ነጊሮምሲ ደቀስ ይሓድሩ ዝበሃል እታ ደዊላ ከም ተፍቅሮ ዝነገረቶ ሄወን ድቀስ ከልኣቶ ቴሌፎኑ ብምሓዝ እና ቴሌፎኑ ብምሓዝ ድማ ናብታ መንነታ ከይነገረት ዝደወለትሉ ሄዋን ደወለ ማርታ ናይ ፌቨን ቴሌፎን ክድወል ምስ ረኣየቶ ኣልዓለቶ ሄሎ ሰላም ድዩ ከመይ ኣምሲኺ ሲራክ ህድ ክብል ከም ዘለዎ እናዘከረ ሰላሜ እግዚኣብሔር ይመስገን ሰላም ዲኻ ማርታ መለሰትሉ ትማሊ ደዊልክለይ ነይርኪ ይቅርታ ኣይተመለስክኹን ሲራክ ልባ ክመዝና እናፈተነ ስምካይ ነገር ካንን እዋይ ሶሪ ሓንሳብ ፀኒሔ ክመለሰካ እባ ተሌፎን ተደዊላሃኒ ማርታ ሱራፊኤል ይድውለላ ከም ዘሎ ምስ ረኣየት ንሲራክ ካብ እዝኑ ሓፀበቶ ሃይ ማርታ ከመይ ኣምሲኺ? ሱራፊኤል ናብ ማርታ ደዊሉ እዋ ምን ሱራፊኤል ኢኻ ንስኻ? ኣነ እቲ ሓቀኛ ዛንታ ፍቕሪ ልበይ ዶ ምስለይ ዓሰርተ ክልተ ክፋል ነዚ ክትሰምዕዎ ዝጸናሕኩም መሰል ኣይሆብ ፈቲኹም ክትኮኑ ኣብ ዝመጽእ ዘሎ ሰሙን ክፋል ዓሰርተ ሰለስተ ሒዘልኩም ክመጽእ እየ ብዚ ኣጋጣሚ ግን ነዚ ቻናል ሓደሽቲ እንድሕር ኮይንኩም ሰብስክራይብ ብምግባር ቤተሰብ ክትኮኑ ብትሕትና ክሕብር እፈዲ። ሰላም ንኹሉ ወዲ ሰብ ሰላም ንሃገርና እናተመነኹ መደበይ ኣብዚ ክዓጽ እየ። ንዛ ዛንታ እንድሕር ደኣ ፈቲኹሞ ሼር ብምግባር ተሓባበሩ ንኽብል ፈቲ ባይ ባይ ላቭ ዩ ጋይስ